ናይ ምብራቕ ትግራይ ሃገረ ስብከት ዓዲ ግራት ሊቀ ጳጳስ ብፁዕ ኣቦና ኣቡነ ኣረጋዊ ናይ ቅዱስ ሲኖዶስ ትግራይ ዋና ጸሓፊ ናይ ካናዳ ሊቀ ጳጳስ ብፁዕ ኣቦና ኣቡነ ናትናኤል ናይ ምዕራብ ትግራይ ሑመራ ሃገረ ስብከት ሊቀ ጳጳስ ብፁዕ ኣቦና ኣውነ ማርቆስ ናይ ኣማሪካ ማእኸላይ ሃገረ ስብከት ሊቀ ጳጳስ ናይ ቅዱስ ሲኖዶስ ትግራይ ኣባል ብፁዕ ኣቦና ኣውነ ቄርሎስ ናይ ደቡብን ምዕራብን ኣሜሪካ ሊቀ ጳጳስ ናይ ቅዱስ ሲኖዶስ ትግራይ ኣባል ብፁዕ ኣቦና ኣውነ ኣትናቴዎስ

ንውረእድ ትኸበርኩም ናይ ምብራቓዊ ዘዋ ዓዲግራት ሃገረ ስብከት ሰራሕተኛታት ከምኡ እውን ናይ ወረዳ ለውቕሮን ክልተ ውላዕሎን ሊቃነ ካህናትን ሰራሕተኛታትን ብጠቕላላ ከምኡ እውን ከም መቐለ ልዙ ዓብዪ በዓል ንምኽባር ዝመፃኹም ሊቃውንቲ ከምኡ እውን ኣብ እዚ ገዳምን ኣከባቢኡን ዝመፃኹም ሊቃውንተ ቤተ ክርስቲያን ኣእይንተ እግዚኣብሔር ካህናት ላይካነ ምስጢር ዲያቆናት ብጠቕላላ ናዘም ቅዱሳን ነገስት ኣብርሃ ወኣፅብሃ በረከት ንምክፋል ካብ ርሑቕን ካብ ቀረባን መጺኹም ኣብዚ ቅዱስ ኣውደ ምሕረት ዘለኹም ህዝበ ክርስቲያን ዳሕና ዳሓዲራትኩም ዳሕን ደርፊድካቱም ልኡለ ባሕሪ እግዚኣብሔር ኣምላክና ሕይወትና ሓልዩ ጥዒና ሂቡ ልዚ ሰዓት እዚ ልዚ ግዜ እዚ ስለ ዘብጽሐና ክብሪ ምስጋና ይብጽሐዮ እሞ ብፁዓን ኣበው ሊቃነ ጳጳሳት ብዝተፈለየ መልክዑ ህሊናና ክሐጉስን ኣበይ ከም ዘለና ትማል ኣበይ ነርና ሀዚ ከበይ እኔና ናጋ ከ ታይ ክንኮን ኢና ልግበእና ታይ ኢና ንመስል ለለናዮ ምስልና ብዝግባእ ብዝገልፅ መልክዑ ብፍሉይ መልክዑ ኣቦታትና ገሊፆምልና እዮም ቃለ ህይወት የስምዐልና ልዚ ኩሉ ግን ዓብዪ ኣቦና ባይታዊ ኣቦና ብፁዕ ኣቦና ኣቡነ መርሃ ክርስቶስ ናይ መጻሕፍቲ ናይ ቤተ ክርስቲያንና ጠቕላላ ዓብዪ በዓል ሞያ ተኣጊሶም ሰሚዖም ኩሉ ከምአ ይገብርን እቲ ዕብየት እቲ ደግነት እቲ ፍቕሪ ኣቦታት ክግለጽ ልቲ ህዝቢ እውን ክመሃር ዝግብኦ መቸም ቐርሺ ውሒድ እኳ እንድሕር ዘይኮይኑ ዕዳጋ ኣቕፊሩ ጎደሎ ለቖታ ሒዙ ክምለስ ዝደሊ ሰብ የለን። ወይ ደሞ ዝደኸመ ከፍቲ ሒዙ ክመጽእ ኣይደልን፣ ንኢሱዎ እንድሕር ኮይኑ። ብዙ ሎምዓንቲ ግን ኣብ ትርቶ ዝነበረ ኩሉ ሰሚዕናን ንብዙሕ ግዜ ናይዞም ነገስት በረከት ልምርካብ ኢሎም እዮም ብፁዕ ኣቦና ልኩሎም ኢሎም። ብፍላይ ደሞ እቶም ካብ ርሑቕ ቦታ መጽዮም ዘለዉ ኣቦታትና ዓምም ዝነበሩ ከም ብፁዕ ኣቦና ኣቡነ ማርቆስ ደሞ ልዚ መዓልቲ እዚ ሓድሽ ኮይኖም መጺኦም እዮም ዘለዉ እሞ ድምጾም ሰሚዕናን ልህዝቦም ብዙሕ ግዜ ተፈላልዮም ዝነበሩ እንኳዕ ላብዚ ሰዓት ኣብጽሐኩም ኢሎም ቃለ እግዚኣብሔር እውን ክናገሩ ልዚ ህዝቢ እዚ ብምሕላይ እምበር ለቦታትና እውን ምስትምሃሮም ተይኮነስ ንሕና ሰሚዕና በረከት ክንረክብ ስለለለና ልህዝቦም እውን ልሊቃውንቶምን ልካህናቶምን ዘሎ ሓልዮት እዩ ብፁዕ ኣቦና ኣቡነ መርሃ ክርስቶስ እሞ ብጣዕሚ ካብ ልቢ የመስግን ዕልል ኢልኩም ኣቦና ዝተመስግኑለይ እሞ ናይዞም ህሩያን ነገስት ርእዮ ለይብቻ ዓይነ ልቢ ዘወል ብለሎ ማለት ዓይንኻ ርኢኻ ቆላሒልካ ህንፁ ብዝተፈላለዩ ዝሀ ዝመፁ እዩ ዘሎ ርኢናዮ ዘለና በረከት እውን ብዝገርም መልክዑ ንኹሉ ብዘሐጉስን ብዘደንቕን ሒዞም እዮም ቀሪቦም ዘለዉ ንሕና ሒዝናዮ ዝነበርና ያው እንጀራን ስዋ ማይ ኢና ሒዝና መፂና ከምቲ ዝተነገረ እዚ ተርእዩ ለለ በረከት ንቶም ብዙሕ ዝረኣየ ኣቦታትና ብዘደንቕ መልክዑ ንሕና ያው ንማዕዲ ማዕደ ሸገር ኢና ብዙሕ ንምልከት ንርን ከምዚ ዝበረ በረከትን ከምዚ ዝበለ ጸጋ ግን ኣብ ዓድና ምህላዩ ፍላይ ልቶም ኣቦታትና ከምዙይ ልበለ ነገር ሒዙ ሒዞም ምጽንሑ ነገስት ኣብራሁ ኣጽብሃ ዓብይ ክብር እዩ ዘለኒ ልዞም ዝኒኦ ደሞ ርእዩ ዘገብረ እግዚኣብሔር ልእለ ያፈቅርዎ ኣታ በይዛኻቱም ረእዩ እግዚኣብሔር ልቶም ልፈትዎ ሰባትስ ከመይ ከም ዝገብር ልልፈትዎ ኣካላት ልዘኽብርዎ ኣካላት ዝእዘዝዎ ኣካላት እዚ ልኣክል እዚ ተሰሪሑ ለለ ህንፃ ብዙሕ ከኩሕኔና ብዙይ እውን እኒኦ ብዙይ እውን እኒኦ ምንም ንእሽተን እኳ እግሪ መርገጽ እኳ ፍሒርና ለውጻናዮ ነገር የለን። እዙይ ልኣክል ክሰርሑ ብዘደንቕ ማንም ሰብ እውን እንኳን ንሕና ናባዓልትናስ እቶም ካልኦት እውን መጽኦም ዘደንቕዎ እቶም ንሕና ነደንቖም እቶም ንሕና ተኣምረኛታት ኢና ኢልና ነደንቖም ፈረንጂ ዝድነቕሉን ብዙሕ ግዜ እውን ዝመላለስሉን ብናይ ሰብ ጥበብ ክስራሕ ዘይኽእል እና እዙይ ኩሉ መን ገይሩ ርእዩ ዘገብረ እግዚኣብሔር ለለ ያፈቅርዎ እግዚኣብሔር ኣምላክ ንቶም ንፈትዎም ሰባት እዚ ስራሕ ዝሰሪሑ ብዚ ለማዓንቲ ዕለት እውን እዚ ዝተረኣየ ሓሊብን ፀባ መዓርን ተርኢ ዘሎ ኩሉ ምግባር ዝክእል እኮ እዩ ማይ እውን ሳልሳይ እዎ ያው ዝተፈለጠ እዩ ማይ ካብ ከውሒ ትክክል እዩ ደጋጊሙ ዝመፅእ ሰለስተ ዓይነት እዩ ኮይኑ ሀዚ ዘውዝ እኒኦ ነገር ብዙሕ ዝሓስብ ነገር ክርኢ ሓደ ምክንያት ዝኮን ዝክእል ነገር ክረክብ ሰብ ኩሉ እትረእ ተላ ኣብ ውሽጡ ኩሉ ሰብ ደም እዩ ዝወፅእ ካብ ሰብነቱ ኩሉ ሰብ ብዝተፈላለየ መልክዑ ደሙ ክንእስ ክበዝሕ እምበር ኣብ ውሽጡ ደም ከም ዘለዎ ይፍለጥ እዩ ካብቲ ቃይሕ ዝኾነ ደም ግን ከመይ ዝበለ ፀባ እዩ ዝወፅእ ፀባ ደም ድዩ ዝመስል ካብ ደም እኮ ዝበፅእ እኮ ዝተፈለየ ክቀራረቡን ክመሳሰሉን ዘይኽእሉ ካብቲ ብጣዕሚ ቀይሕ ዝኾነስ ብጣዕሚ ደሞ ፃዕዳ እዩ ዘውፅእ ጥራሕ እሱ ምውፅእ እውን የኾነን እቲ ዝወፅእ ፀባ እውን ኩሉ ሰብ እታ ነፍሰ ፁር ዝኾነት እኖ ወይም እንስሳ ኩለን ክሰቲ ልኽእል ክምገብ ልኽእል እንጀራ ክበልዕ ለይኽእል ሰብ ትትመፅእ ተለይ ፅባ ዝመፅእ እዚ መን እዩ ገይርዎ? እዚ የድንቕ ኢሉ እዩ። እግዚኣብሔር ኣምላክ እኮ ታሪክ እዩ ዘይነስተውዕሎ ዘይንምልከቶ ስለ ዝኾንና እምበር እዚ ዝሰርሕ ኣምላክ እዚ ይገብር እዩ እምበይ እዚ ይገብሪ ክበሃል ዘይክእል ኣምላክ ስለ ዝኾነ ሀዚ እውን ኣብዚ ግዜ እዚ እዚ ተኣምር እዚ ፍሉይ ስራሕ እዩ ሰሪሑ ዘሎ እግዚኣብሔር እሞ ክብሪ ምስጋና ይብፅሖ እዮ ሀዚ ከምቲ ዝንገር ነጊርካ ዘይከኣል ነገር እዩ ከም ትዓንቶ ዓይንና ርኢና ኢና ንመሃሮ ብዓይንና ኢና ንሪኦ ብዙሕ ዘመን ዝፀንሐ እዩ ብካልኣይ ደረጃ ደሞ ርእዩ እግዚኣብሔር ለእለ ያፈቅርዎ ምድሪ ከም ዘላ ኩላ ተነቃኒቃ ኩሉ ሰብ ደንጊፁ ማለት ገዛ ከድሕነና ኢልና ናብ ገዛ ክንኣቲ ዝፀንዐ ገዛ ኣደገኛ ሓፁር ገይርና ኣቢልና እዮ ብዝገርመኩም ልእልታይ እናተባሃለ ነይሩ ከይፀቕጠኩም ትገዛኹም ስውፁል ደገ ቸጋር እኮ እዩ ወይ ክንከብረሉ ወይ ክንፅብቐሉ ወይ ካብ ኩሉ ነገር ክንክልከለሉ ኢልና ኣለናስ ክፅቐጠኩም እዩ እግዚኣብሔር እንድሕር ዘይሓልዮ ሸጋሪ እዩ ንደገ ውፁ ኣብቲ ደገስ መን እዩ ከም ዝፈርስ ተፈሊጡ እቲ ገዛ ድዩ እቲ ደገ እኮ ኣይተፈለጠን ካልኣይ ደሞ ዘይተናቃነቐ ነገር የለን ኩሉ ነገር እዩ ተነቓኒቑ። እዚ ኩሉ ተነቓኒቑ ትኣክል ዘለ ግን እግዚኣብሔር ኣምላክ ተኣምረኛ ምዃኑ መን ደገፎ ይበሃል። ሰብ እኳ ተንተን እንድሕር ኢሉ እኳ ወዲቑ እኳ እዩ ዝለዓል። ሓደ ነገር ከቢድ ነገር ከምዙይ ተይልማ ብዙሕ ነገር እዩ ዝወድቕ። እዚ ከቢድ ዝኾነ ኣብ ልዕሊ ማይ ዝጸንዐ መሬት ግን ተነቓኒቑ ሰብ ዘለዎ ጠጠው ኢሉ እሞ እግዚኣብሔር እኮ ስርሑ እኮ ስለ ዝፈትወና እኮ እዩ ርእዩ እግዚኣብሔር ዘገብረ ለለ ያፈቅርዎ እግዚኣብሔር ይፈትወና እኮ እዩ ዘሎ እግዚኣብሔር የኽብረና እኮ እዩ ዘሎ ማንም ኣብዚ ኣይ ዘለዎ ሰብ እኮ የለን ኣብቲ ከቢድ ዘይኮነ ብዙሕ ሓሳብ እዩ ዝወፅእ ኣነ እኮ እዚኣ እየ ገይረልካ፣ ኣነ እኮ ከምዚኣ እየ ንብል ኢና። ኣብዚ ኣብዚ እኒኦ መን ገይሩልና ይኾን፣ መን ደጊፉ ይኾን እዚ መሬት ኢልና፣ መን እዩ ጠጠው ኣቢልዎ? ከቢድ እኮ እዩ። ተነቓኒቑ እዚ ልኣክል ተነቓኒቑ እዚ ንሪኦ ኣለና ኮረብታ ከመይ ገይሩ ጠጠው ክብል ይኽእል? መን ደጊፍዎ? መን ባላ ኣቕሪቡ? እዙይ ኩሉ እግዚኣብሔር ኣምላክ ይሰርሕ እዩ ዘሎ እሞ እግዚኣብሔር ልፈተውቱ ንሕና እውን ካብቶም ተፈተውቱ ልበሃሉ ኣካላት ንሕና ኢና ኣነቃኒቁ ትንዒሉ ሓንትነት ንዒላ ወዳ ከምት ከምትሓድግ ኩሉ እነልወዳ ክትወቅዕ ኣይትደልን ብጣዕሚ ስለ ዝኸፍእ እዩ እግዚኣብሔር ኣምላክ እውን ለኣና ብከንቱ ከጥፈአና ኣይደለየን ምስ ሓጢኣትና እዩ መፅኡ ዝተዓረቐና ሀዚ እውን ትምድረ እናቃኒቁ ኣድሒንና እግዚኣብሔር ኣምላክ ሀዚ እውን ልቢ ክንብል እዩ ዝግበና ልዕሊ እዚ ብዙሕ ተኣምር ርኢና ደኾናን ብዙሕ መከራ ርኢና ደኾናን ብዙሕ ስደት ርኢና ደኾናን እሶ የምህረናን ሀዚ ደሞ ታንረገፅናያ መሬት ክትክእለና ከም ዘይትኽእል ኣብ መከራን ኣብ ሽግርን ከም ተላ ርእዩና እግዚኣብሔር ኣምላክ ክብሪ ምስጋና ይብፅሐዮ ግን ኣነቓነቓ እምበር ምንም ግን ተይኮነት ኩልና ኢና ዘለና እሞ ሀዚ እውን እዚ በዓል እዚ እዘን ቅዱሳን ነገስት እቱ ዝነበረ ኩሉ እውን እኮ ብትልረአ ነገር ያው መዓር ፀባ ማይ እዚኦም ኩሉዮም ተርእዮም ኣሎም ዝተኣምር እዙይ ጠጠሙ ማለት ናመን ድዩ እግዚኣብሔር ኣምላክ እኮ ቅዱሳን ሓዲሩ ብዙሕ ነገር እኮ ይፀርሕ ኣብ ቅዱሳን ሓዲሩ ብዙሕ ተኣምር ይሰርሕ ከምዚ ሰሪሑ ጠጠው ኢልና ክንከድ እውን ናይ እግዚኣብሔርን ናይ ፈተውቲ ኣመንቱ እግዚኣብሔር ኣምላክ ጠጠው ስለልበለ ናቶም ህርያ ነገስት በረከት ስለለለዩ ኣብዚ ከምዚ ኮይንና ውዒልና ለለና እሞን ሀዚ እውን እግዚኣብሔር ኣምላክ በረከቱ የብዝሐልና ኣቦታትና ኣብዚ ሀዚ ሰዓት ህዝብና ኣብ ስደት ኣብ መከራ ኣብ ሓፂር ቦታ ኣብ ዘለናዮ ሰዓት ግን ተም ኣቦታት ትፅዋዕ ተለው ተም ኣቦታት ግን ካበይ ከም ዝመፁ ርኢኹምዎም ኢኹም ኣብ ኣመሪካ ኣብ ዝተፈላለየ ዘይመፁ እውን ስለ ዘለዉ እምበር ሰፊሕ ቦታ እውን ዘለዎም እቲ ሃይማኖት ኣብዚ ቦታ እውን ትስእል ተላ እግዚኣብሔር ኣብ መብርሓቐ ቦታ ከይዱ ሰሪሖ ቦታትና ኣብዚ ክፉእ ዝኾነ ሰዓት ኣብዝና ስደት ግዜ ኣብ ሽግር ወልትም ተወሊዶም ኣቦታትና ህዝቡን ልህዝቦም ድምፂ ይኾን ኣለዉ ብርሕቐት ለለዎ ህዝብን ድምፂ እዮም ዝኾን ዘሎ እሞ ኣቦታትና ከምዚ ኮይኖም ሓቢሮም ሰሚሮም እተኸተለው ትኻሊእ ለሎ ንሕና ዘይንኽእነ እውን እግዚኣብሔር ከስተኻኽለና እዩ እሞ ልመፅእ ዓመት እግዚኣብሔር ኣምላክ ሰላም የብፅሕልና ልዕሉ እዙይ ምንጋር ኣይከኣልን እሞ እግዚኣብሔር ኣምላክ ናይ ነገስት ህሩያን ኣብርሃ ዋፅሃ በረከት ረድኤት ምስ ኩላትና ይኹን ብፁዕ ኣቦና ኣቡነ መርሃ ክርስቶስ ድምፆም ርኢናዮም ኢና ጥዕናም ስኢኖም ነይሮም ኣቦታተይ እናመጹ፣ እቲ ህዝቢ'ውን እናመጸ፣ ሊቃውንቲ'ውን እናመጸ፣ ካብኡ ዘይክፍለይ ካብ ናይ ክርስቶስ ፍቕሪ መን ይከልእኒ፣ ሕማም'ውን እንተኾነ ዝብል ነገር ካብ ናይ ህሩያን ነገስት ኣብርሃ ዋጽሃ ፍቕሪ ዝፈልየኒ የለይ፣ ካብ ሊቃውንተይ ዝፈልየኒ የለን፣ ካብ እዞም ኣቦታት ብማለት እዮም መጺኦም'ምበር ድምጾም ለርኢናዮም፣ ትማሊ'ውን መጺኦም ጥዒናም ምስኣን ከም ዘለዉ እዩ'ሞ ብቶም ህሩያን ነገስት ኣብርሃ ኣጽሃ ፍጹም ጥዒና ሂብዎም ዕቅብን ቁልቁልን ወሪዶም እቱ ልፈትዎም ህዝቢ ከስተምህሩ ከምኡ ውን እቱ ጽዒሮምን ደኺሞም ዝመስረትዎ መንበረ ሰላማ ውን ብትብዓት መስሪቶም ኣብዚ ደረጃ በጺሖም እዮም ሀዚ ውን ከምኡ ገይሮም ልቕድሚት ላብቱ ዝድለ ነገር ከብጽሑ እግዚኣብሔር ኣምላክ ፍጹም ጥዒና ይሃበለይ እናበልኩ ኣብዚ የቋሪጸሉ ክብር ይሃበንልይ።